ሰላም ከመይ ትኾኑ ተኸታተልትና፣ እዚ ሕርያኹም ሕርያ ፖስት እዩ። ሎሚ ናብ ዝሓዝናዮም ዜናታት ሕርያ ፖስት ክንሰግር ፈለማ ግን ብቀንዲ ቀንዲ ርእሰ ዜናታት ክንፍለ ስራዊት ኢትዮጵያ ንዘይተርፍ ኲናት ዝገብሮ ምንቅስቓስ ቐፂሉ ኣሎ። ሸሞንተ ወታደራት ፅዕነት እውን ተራጊፉ ዩ። ኣብ ሚእቲ ሜትሮ ርሕቐት ወታደራዊ ልምምድ ጀሚሩ። ጀነራል ድማ ካብ ኣፍሪካ ብሉፅ ስራዊት ኢልዎ ኣሎ። ዝርዝር ሒዝና ኣለና። ኣብ ትግራይ ክምለስ ዝተብሃለ መንግስቲ ብኣብዝሓ ድምፂ ውድቂ ተገይሩ። መራሒ ፋኖ ከምዝተማረኸ መንግስቲ ኣፍሊጡ። ሓይልታት ፋኖ ብወገኖም ኣብ ልዕሊ ሰራዊት ኢትዮጵያ ኪሳራ ኣውሪድና ሰፊሕ ቦታ ተቖፃፂርና ኢሎም ኣለው። ናይዚኦምን ካልኦት ሓበሬታታትን ሒዝናልኩም ቀሪብና ኣለና። ብቐዳምነት ሰራዊት ኢትዮጵያ ንዘይተርፍ ኲናት ዝገብሮ ምንቅስቓስ ቐፂሉሉ ኣሎ። ሸሞንተ ወተሃደራት ጽዕነት እውን ተራጊፉ ኣሎ። ኣብ ውሽጢ ሓደ ወርሒ ዘይመልእ ልዕሊ ሸሞንተ ጽዕነት ወተሃደራት ኣጽዋር ናብ ኢትዮጵያ እንትጓዓዝ ዘርኢ መረዳእታ ተዘርጊሑ ኣሎ። ምጉዓዝ ነፈርቲ ካብን ናብን ዝከታተል ትካል ተቖጻጻሪ ትራፊክ መጓዓዝያ ኣየር ኣብ ዝዘርግሖ ሓበሬታ፣ መበገሲኣ ካብ ዓረብ ኤምሬት ኢሉ እውን ምስታ ሃገር ርክብ ብምግባር ካብ ሃገራት ቡርኪናፋሶ፣ ማእከላይ ኣፍሪቃ፣ ናብ ኢትዮጵያ ኣስታት ሸሞንተ በረራታት ወተሃደራዊ ጽዕነት ከም ዝተገበረ ቃል'ዩ። እተን ኣብ መዕርፎ ነፈርቲ ቦሌን ሃረር ሜዳን በዝሒ ወተሃደራዊ ኣጽዋርን ተተኮስትን ድሮንን ዘራግፋ ነፈርቲ ኣቐዲሙ ዝኾነ ዓይነት በረራ ከየካይዳ እገዳ ዝተግበረለን ከም ዝተሳተፋ'ውን ተቓሊዑ'ዩ። ብተወሳኺ ድማ ሓንቲ ናይ ጽዕነት ነፋሪት መጠኑን ዓይነቱን ዘይተፈለጠ ከበድቲ ኣጽዋር ጽዒና ካብ ዓረብ ኤምሬት ዝተበገሰት ነፋሪት ኣብ ዓለምለኸ መዕርፎ ነፈርቲ ቦሌ ከም ዝዓረፈትን መሰኻኽር ዓይኒ ንስእሊ ኣሰንዮም ኣብ ዝለኣኹልና ሓበሬታ ኣረጋጊጾም። መንግስቲ ኢትዮጵያ ኣብቲ ምስ ሓይልታት ፋኖ፣ ሰራዊት ናጽነት ኦሮሞ፣ ዘካይዶ ዘሎ ኲናት፣ ማእለያ ዘይብሉ ኪሳራ ሓይሊ ሰብን ኣጽዋርን የጋጥሞ ከምዘሎ ይግለጽ። እቲ ሕዚ ዘካይዶ ዘሎ ወተሃደራዊ ምድላውን ሸመታ ኣጽዋርን ነዚ ንምክሕሓስ ኢሉ እውን ኣካል ናይቲ ምስ ትግራይ ከካይዶ ወጢንዎ ዘሎ ኲናት ዝገብሮ ዘሎ ምድላው ከምዝኾነ ነቲ ኩነታት ብቐረባ ዝከታተሉ ወገናት የጠንቅቑ ኣለዉ። ብኻልእ ሓብሬታ ድማ ኣብ ሚእቲ ሜትሮ ርሕቐት ወታደራዊ ልምምድ ጀሚሩ ጀነራል ድማ ካብ ኣፍሪካ ብሉፅ ሰራዊት ኢልዎ ኣሎ ዝርዝር ኣለና። ግብፂ ካብ ዶብ እስራኤል ሚእቲ ሜትሮ ርሕቐት ብኸቢድ ብረት ዝተደገፈ ወታደራዊ ልምምድ ድሕሪ ምጅማራ ኣብታ ኣብ ኲናት ማእኸል ምብራቕ ተሸሚማ ዘላ እስራኤል ልዑል ስግኣት ፈጢሩ ኣሎ። ስራዊት እስራኤል ነቲ ግብጺ እተካይዶ ዘላ ወተሃደራዊ ልምምድ ኣፍልጦ ዋላ እኳ እንተሃበት፣ ታዕሊም ዝካየደሉ ቦታ ናብ ዶብ ዝቐረበ ምዃኑ ግን ልዑል ስግኣት ኣለኒ ኢሉ ኣሎ። ብተዛማዲ ዜና ድማ እቲ ብኣካታዒ ጽሑፍ ዝፍለጥ ኣዛዚ ሓይልታት ምክልኻል ዩጋንዳ ጀነራል ሙሃዚ ኪነርጋባ ብወገኑ ካብ ኣፍሪካ ብሉጽ ስራዊት ዘለዋ ግብጺ እያ፣ ኣብ ነብሰይ ደም ዘርኢ ግብጺ፣ ስለ ዘለኒ ኣዝየ'የ ዘመስግን ክብል ገሊጹ'ዩ። እቲ ጀነራል ኣነ ዕትብተይ ኣብ ገምገም ሩባ ናይል ዝተቐበረ ሙሴ'የ ክብል ጽሒፉ ኣሎ። ኣብዛ ዓለም ወይ ሓያል ኹን ወይ ምስ ሓያላት ተጸጋዕ። እዚ ኡጓንዳዊ ጀነራል፣ እስራኤል ንምክልኻል ሚእቲ ሽሕ ስራዊት ኡጓንዳ ክሰድድ ድልው'የ ኢሉ ከም ዝነበረ ይዝከር'ዩ። እቲ ወዱ ንፕሬዚዳንት ዩጓንዳ ዩዋሪ ሙሴቪኒ ዝኾነ ጀነራል ሙሃዚ ኪናርጋባ ኣብ ግዜ ጆኖሳይዳዊ ኲናት ኣብ ጎኒ ህዝቢ ትግራይ ምዃኑ ገሊጹ ነይሩ'ዩ። እቲ ጀነራል ኣብ ኦፍሻል ገፅ ቲዊተሩ ተጋሩ ኩሉ ግዜ ኣብ ልበይ እዮም፣ ተጋሩ ይፎቲ እየ፣ ኣብ ጎኖም ክኾን ትእዛዝ ፈጣሪ እዩ፣ ሰላምታይ ይብፃሕኹም ቤተሰበይ ከምዝበለ እውን ይዝከር እዩ። ኣብ ትግራይ ክምለስ ዝተብሃለ መንግስቲ ብኣብዝሓ ድምፂ ውድቂ ተገይሩ ኣሎ። ኣብ ትግራይ ብህወሓት ዝምራሕ መንግስቲ ንምምላስ ኣብ ዝግበር ዘሎ ፀደፍደፍ ሓደ ኣካል ንምግባር ናብ ቢሮ ስራሕተኛታት መሬት ተዳልዩ ዝቐረበ ሰነድ ብኣብዝሓ ድምፂ ከምዝነፀግዎ ተሓቢሩ። ስራሕተኛታት ቢሮ መሬት ትግራይ ነቲ ዝቐረበ ናይ መኸተን ዳግም ነባር መንግስቲ ይመለስ ዝብል ሰነድ ናብ ዘተ ቀሪቡ ድሕሪ ዝተኻየደ ሰፊሕ ክትዕ ብኣብዝሓ ድምፂ ውድቂ ከምዝገበርዎ ተሓቢሩ ዩ። ኣብ መወዳእታ እቶም ተሳተፍቲ እዚ ሰነድ ዘላቒ ፍታሕ ዘምፅእ ሰነድ ስለዘይኾነ ኣይንቕበሎን፣ ኩሉ ዘሳትፍ፣ መሰጋገሪ መንግስቲ ክምስረትን ሓቀኛ ሓድነት ክመፅእን ፀዊዖም እዮም። እቲ ዝተወንዘፈ ቤት ምኽሪ መንግስቲ ትግራይ ናብ ስርሑ ክምለስ ብህወሓት ዝተወሰነ ሰራሕተኛታት ቢሮ ማይን ኢነርጅን ትግራይ፣ ኢንተርፕራይዝ ህንፀት ስራሕቲ ማይ ትግራይን ኢንተርፕራይዝ ፅንዓትን ዲዛይንን ማይ መቐለ ትግራይ ሓዊሱ ዝበዝሓ ወረዳታት ነቲ ውሳነ ክቕበላ ከምዝተገደዳ ይሕበር እዩ። ህወሓት ኣብ ትግራይ ዕድመ ግዝያዊ ምምሕዳር ኣብቂዑ እዩ። ውዕሊ ፕሪቶርያ ከዓ መንግስቲ እቲ ፌደራል ከም ዘፍረሶ ክገልጽ እንከሎ፣ ቅድሚ ክልተ ሽሕን ዓሰርተ ሰለስተን ዓመተ ምህረት ዝነበረ ምምሕዳር ንምምላስ ካብ ወረዳ ክሳብ ክልል መድረኻት የሳልጥ ከም ዘሎ ይፍለጥ እዩ። ሕዚ ዘሎ ምምሕዳር ታደሰ ወረደ ብወገኑ፣ ስልጣን ካብ ህዝቢ እዩ ተዋሂቡኒ፣ ትግራይ ናይ ሓባር እያ፣ መንግስቲ ንኹሉ ጽላል ክኸውን ኣለዎ ብምባል ኣብ ስግኣት ከም ዝወደቐ ዘመላኽት ሓሳብ ከም ዝሃባ ይዝከር እዩ። መሪሕነት ህወሓት ንሹመት ታደሰ ወረደ ስዒቡ መንግስቲ ፌዴራል ተወዓሊ ውዕሊ ፕሪቶርያ ዝኾነ ህወሓት ኣብ ዘይብሉ ዝተገበረ በይናዊ ስጉምቲ ንዝሓለፉ ሰለስተ ዓመታት ዝተረኸበ ኣንፃር ሰላም ኣብ ሓደጋ ዘውድቕ ብምባል ነፂግዎ ኣሎ። ኣብ መወዳእታ ድማ መራሒ ፋኖ ከምዝተማረኸ መንግስቲ ኣፍሊጡ። ሓይልታት ፋኖ ብወገኖም ኣብ ልዕሊ ሰራዊት ኢትዮጵያ ኪሳራ ኣውሪድና ሰፊሕ ቦታ ተቖጻጺርና ኢሎም ኣለዉ። ኣብ ክልል ኣምሓራ ብመበል ሚእትን ሓሙሽተን ኮር ክፍለ ሰራዊት ስሳን ሽዱሽተን ዝፍለጡ ሓይልታት ፋኖ ኣብ ልዕሊ ሰራዊት ኢትዮጵያ ሃንደበታዊ ስጉምቲ ከምዘውረዱ ኣፍሊጦም። ሓይልታት ፋኖ ኣብ ወረዳ ዳንጉር ሙባጅሃ ቀበሌ ኣብ ዝተኻየደ ተኸታታሊ ውግእ ብርክት ዝበሉ ሰራዊት ኢትዮጵያ፣ ምልሻን ኣድማ ብተናን ከምዝተቐተሉን ዝቖሰሉን ሓቢሮም። መበል ሚእትን ሓሙሽተን ኮር መበል ስሳን ሽዱሽተን ክፍለ ስራዊት ኣፍባ ን ቴድሮስ ዝተብሃለ ሓይሊ ፋኖ ብሃንደበታዊ መጥቃዕቲ ንብዙሕ ሓይሊ ፀላኢ ካብ ጥቕሙ ወፃኢ ክገብር ከምዝኸኣለ ገሊፁ ዩ። ብኻሊእ ዜና ድማ ሓይልታት ምክልኻል ፌድራል መራሒ ናይቲ ኣኽራሪ ጉጅለ ፋኖ ሌትናል ኮንሬል ኣለሙ ሞላ ኣብ ከባቢ ግራና ዞባ ሰሜን ወሎ ብዝተዋደደ ስርሒት ኣብ ትሕቲ ቁፅፅር ስራዊት ከምዘውዐሎ ገሊፁ ዩ። መንግስቲ ኢትዮጵያ ብመንገዲ ማሕበራዊ መራኸቢ ስራዊቱ ኣብ ዘርግሖ ሓበሬታ ብስራዊት ዝተኻየደ ስርሒት ኣብ ልዕሊ እቶም ኣብቲ ከባቢ ተግባራት ዕንወት ዝፍፅሙ ዝነበሩ ኣካላት እቲ ኣኽራሪ ጉጅለ ፋኖ ስጉምቲ ከምዝወሰደ ሓቢሩ ኣሎ። መራሒ ጉጅለ ፋኖ ሌተናል ኮሎኔል ኣለሙ ሞላ ኣብ ወረዳ ሓብሩ ኣብ ግራና ቀበሌ በረዱ ኣብ ዝተብሃለ ቦታ ከም ዝተትሓዘ እውን ገሊፁ'ዩ። ኣብ ክልል ኣምሓራ ኣብ መንጎ ሰራዊት ኢትዮጵያን ሓይልታት ፋኖን ዝካየድ ደማዊ ኲናት እናተጋደደ ይኸይድ ከምዘሎ ድማ ይሕበር። ዝኸበርኩም ተኸታተልቲ ሕርያ ፖስት ንሎሚ ዝተዳለዉ ሓደሽቲ ሓበሬታታት ነዞም ዝተኸታተልኩሞም ይመስሉ ነይሮም። ነቲ ሰናይ ምክትታልኩም ድማ ኣዚና ኢና ነመስግን። ሰላም።